Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽቡቕ ክትብላ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጺኤክን ኣለኹ እንጆይ ክትገብሮ ተስፋ እገብር ሓደሽቲ እንድሕር ኮንክን መጀመርያኺ እንድሕር ኮይኑ ኣብ ናተይ ዩቱብ ሕጂ እንዳረኣኹንኦ ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ገብራ ንኣሕዋተይ ከኣ ካብ መጠን ንላዕሊ እየ ደመስግነክን የቐንየለይ ግን ተን መብዛሕትኽን ትሪኦ ሳብስክራይብ ዘይገበርክን ሕጂ እንዳረኣኹን ከለኽን ሳብስክራይብ ግበራ ካብ መጠን ንላዕሊ እየ ደመስግነክን እተን ኩሉ ግዜ ሸር ትገብርኦ ኩሉ ግዜ ፖስት ክገብር ከለኩ ኮመንት ትገብራለይ ላይክ ትገብርኦ ኣሕዋተይ ካብ መጠን ንላዕሊ ደምስግነክን የቀንየለይ እዛ ፍዮር ብድሕረይ ዘላ ተቀይራ ኣላ እታ ናይ ኣማዘን ፒንክ ዝነበረት ቸሪ ብላሳም ብጣዕሚ እየ ዝፈትዋ ነይረሳ ሕጂ ፎል ስለ ዝመፅ ደሎ ተቀይራ እዚኣ ማለት እዩ እቲ ቤዝ እዚ ቤዝት ናይ ታሕቲኣ ካብ ሜሴ ገዜ ነይረ ክልተ ከም ኣለዋ ንክፅባኣ መዓት እየን ደቀ ኢሎም መዓን ተቐይረን እቲ ናይ ፎል ፍላወር ኣውፅኤን ማለት እዩ እዚ ፎል ብጣዕሚ እየ ዝፈቱ ፎል ዲኮር ናይ ፎል ከንድል ገለ ብጣዕሚ እየ ዝፈቱ ናይ ፎል ግን ከም ብናይ ሃለዊን ናይ ሸይጣን ገለ ኮንኩን ዝገብር ማለት እዩ እዚ ብኣሚን እዚ ሃለዊን ዝበዓል ገለ እሱ ኣነ ኣየውዕሎን እየ ፎል ዲኮር ግን ካልእ ማለት እዩ ንፎል ነቲ ሲዝን እየ ክስታይ ዝገብሮ ምክንያቱ መብዛሕቲ ሰብ ክስታይ ዝመስሎ ኣሎ እዚ ናይ ፎል ዲኮር ትገብር ከለካ ከምዚ ናይ ካልእ ነኽብር ገለ ገለ ኣይኮነን ኤኒወይ እዚ ናይ ፎል ዲኮር ብጣዕሚ እየ ዝፈቱ እንድሕር ደሊኻ ቪድዮ ክሰርሓልክን ይኽእል እየ ንገራኒ ሽምዓ ናይ ፎል ገለ ፅቡቅ ብጣዕሚ እየ ዝፈቱ ፎል ሲዝን ፎል ናይ ፋሽን ኩሉ ካብ መጠን ላዕሊ ዝፈቱ ናይ ፋሽን ገብረልክኒ ቅኒ ኢለ ማለት እዩ ኣብ ዝኾነ ግዜ ኣብ ጣዕሚ ንክገብረልክኒ ፎል ፋሽን ዲኮር እንድሕር ደሊኸን ከዓ ሕተታኒ ክገብረልክኒ ክእል እየ ማለት እዩ ካልእ ሓንቲ ሓፍተይ ናይ ቫይታሚን እቲ ቫይታሚን ቅድሚ ሕጂ ዘረኣ ክኾን ትሰርሕ ዲልክኒ ነርኪ ካብ መጠን ንላዕሊ ዝሰርሕ መጀመርያ ድሕሪ ኣብ ኣሜሪካ ኣለኺ ኣበይ ቦታ ከም ዝርከብ ዝበልክኒ ኣብ ታርጌት ኣሎ ካብ ታርጌት ገዚኤ ነይሩ ዋላ ኣብ ኣልታ ከ ኣለኪ ማለት እዩ ዝኾነ ዌብሳይት ከ ኣብቲ ናቱ ኣቲ ክትረኽብዮ ትኽእሊ ትኾኒ ኢኺ ግን ካብ መጠን ንላዕሊ እቲ ቫይታሚን ዝኾነ ዓይነት ቫይታሚን ካብ ቁር ክብር ዝበለ እዩ ግን እቲ ቫይታሚን እቲ ብራን ናይ ለመ ድብል ብጣዕሚ ፅቡቅ ቫይታሚን እዩ ፅቡቅ ይሰርሕ ግን ቁርብ ክብር ዝበለ እዩ ግን ኣብ ወላ ኣብ ኣማዘን ከማን ክትረኽብዮ ትኽእሊ ኢኺ ማለት እዩ። ሓንቲ ሓፍተይ ሓቲትክኒ ኔርኪ ሕጂ ሎማዓንቲ ከኣኒ ጽቡቕ ቨነላ ከመይ ጌርና ጥዑም ከም ንጨኑ ምሃር ከምዚ ደስ ትብለካ ፍሩቲ ጥዑም ከመይ ጌርና ከም ትጨኑ ሓድሽ ቪድዮ ሒዘልክን መጽእ ኣለኹ እንጆይ ክትገብርኦ ተስፋ ገብር ማለት እዩ። መጀመርያ እዚኣ ቻክ ማስክ ትብል ኩሉ ሰብ ተዛረበላ ፐርፊም ኦይል እሳ ገዚ ኦርደር ገርያ ማለት እዩ ኩሉ ሰብ ተዛሪብላ ዋጋኣ ክቡር ኣይኮነን መፅ ካብ ብዙሕ ግዜ ድወስድ ደሓር በቃ ዋስከ ኦርደር ገብራ ገሌለ ኦርደር ገርያ ማለት እዩ ካብ ዕብይ ድበለ ኣሎ ግን ታድና ኣሸት ክፍትና ኢለ ማለት እዩ እዚ ፐርፊም ኦይል እዩ ብጣዕሚ ጥዑም መጀመርያ ሰንብድ ኣቢል ንግብር ምስ ኣበልክዎ ማለት እዩ ከምዚ ጥዑም ቆሎስ ብርትዕ ዝበለ ኮይኑ ተሰሚዑኒ ደሓር ግን ሙሉእ መዓልቲ ሙሉእ መዓልቲ ምሳኻ ዝውዕል ኣብኡ ገይረ ብዚ ገይረ ጨና ገብረሉ ማለት እዩ ከምቲ ድገብሮ እቲ ባዝሊን ስቴክ ድገብረሉ ነበርኩ ከምዚ ኣብ ክንድኡ ዋላ ብበይንኹም ክንልከዮ ንኽእል ኢና ከምዚ ገለ ጌርና ማለት እዩ ኣይ ቲንክ ካብ ዱባይ ገለ ይመስለን ድመፅእ ዳርጋ ልዕሊ ሰሙን ልዕሊ ሰሙን እዩ ወሲዱ ክመፅእ ግን ብጣዕሚ ብጣዕሚ ብጣዕሚ ጥዑም በቃ ዝኾነ ዝኾነ ዓይነት ጨና ምስ ሓዊስካ ክትገብሮ ከለኻ በቃ ካብ መጠን ንላዕሊ ፅቡቕ ክፍትኖ ኢለ ገዚኤዮ ማለት እዩ ብጣዕሚ ፈቴያ ቻክ ማስክ እያ ትብል ካብ ኣማዘን ኦርደር ጌርያ ማለት እዩ ሕጂ እዚኣ ኣብቲ ዲስክሪፕሽን ባክስ ገብረልክኔ እስቱ ጌርካ ብነብስኻ ድሓር ዝኾነ ዓይነት ጨና ድሕር ጌርካ እቲ ጨና ሙሉ መዓልቲ ኣብ ነብስኻ ውዕል እንደገና ከዓ ጥዑም በቃ ምሻሎ ደይከይ ሙሉ መዓልቲ በቀዳማይ ኣብ ስራሕ ክስታይ ጌረ ገይረዮ ውዒለ ኩለን በቃ መሓዝተይ ክጥዕም ክጥዕም ጨና እንታይ ክተልክ ክብለን ውዒለን ምስ ናቱ ጨና ምስ ዝኾነ ጨና ሓዊስካ ክትልከዮ ከለኻ ካብ መጠን ንላዕሊ ጥዑም መጀመርያ ሰንብድ ኣቢሉኒ ብርቱዕ ከምዚ ጥዑም ብርቱዕ ምሻሉ ከምኡ ኮይኑ ተሰሚዕኒ ድሓር ግን እንዳስስ ዝበለ ኮይኑ በቃ ግን ሙሉ መዓልቲ ምሳኻ ዝውዕል ጥዕምቲ ጨና እያ ኣብቲ ዲስክሪፕሽን ባክስ ገብረልክን እየ ኣብ ኣማዘን ኣላ ማለት እዩ ካልእ እቲ ኣብ ኣልታ ደሎ እቲ ኤምበር ማስ- እ፣ እቲ ኤምበር ድብ- ማስክ ድብልን እቲ ቨነላ ገለ ድብል ከ ኣለዋ ንኣሽቱ ከምዚኤን ኦይል ገዚእለ ከይደ ነታ ቨነላ እቲ ቨነላ ኩሉ ግዜ ሰብ ስለ ዝገዝኦ ብጣዕሚ ፔፑላር ስለ ዝኾነ ክንደይ ግዜ ከይደ ስኢነዮ ማለት ሓደ መዓልቲ ግን ምስ ገዛእኹ ከርእየክን እየ እሱ ከዓ እሱ ጌርካ ከዓ ካልእ ጨና ክትገብር ከለካ ከዓ ካብ መጠን ንላዕሊ ጥዑም ግን እታ ቨነላ ስለ ዘይነበረት ኣየምፃእኹዋን እምበር ምስዚ ቪድዮ ሓዊሰ ከርእየክን ሓሲበ ማለት እዩ ካልእ ከዓኒ እዚ ዳክተር ቲልስ ከዓ እዚ ከዓኒ ካብ መጠን ንላዕሊ ፈትዮ ለንቀን እጥቀመሉ ኣለኹ እቲ ባዲ ስክራብ ማለት እዩ ልክዕ ክፍት ክተብሎ ከለካ በቃ እዚ ተኣፍካ ማይ መልኣካ ከምዚ ፍሩቲ ፍሩጫና እንዲ ብጣዕሚ እዩ ደስ ዝብለካ ናይ ነብሲ ክስታይ መግበሪ ማለት እዩ ከመይ ገይረ ጥቀመሉ ቀኒ እዚ በዚ ጨርቂ ገይረ ማለት እዩ በዚ ከምዚ ናይ ኣማዞን ካብ ኣማዞን ኦርደር ዝገብሮ እዚ ለክ ነይረ እዚ ኣፍሪካን ዋሽ ክሎዝ ዝብል እዚ ፅቡቅ እዩ ናይ ብሓቂ ነብስካ ደፅሪ ባክተርያ ገለ ኣይሕዝኒ ሕፍፍ ዝበለ እዩ ከዓ ካብ መጠን ንላዕሊ እስታይ ዝኸውን በቲ ሳምና ናይ መጀመርያ ዝሕፀበሉ ምስ ተሓፀብኩ ደሓር በዚ ገይረ ስክራ ምስ ገበርኩ ደሓር በዚ ገይረ ስክራ ምስ ገበርኩዎ በቃ ፅቡቅ ገይሩ ኣፅሪ የብለካ ጥዑም ከዓ ጨንኡ ማለት እዩ ካብ መጠን ንላዕሊ ፈትየዮ እሱ ክጥቀም ቀንየ ማለት እዩ ጨጉረይ ከዓ ረእዮ ሎማዓንቲ ስልክስታ ገይረዮ ከምዚ ገይረዮ ማለት እዩ ከመይ ከም ዝገብሮ ስለ ዝጠፈኣኒ ሎማዓንቲ ኣብኡ ከለኩ ስርሕ ስራሕ ኣቢለ ኣብ ገዛኢ ዝሰርሖ ከምቲ ዝበልኩኹን ከምዚኣ ገይረ ቁሩብ ለውጢ ክኾን ኢለ ከምዚኣ ገይረ ትሕዝያ መፅየ ማለት እዩ ኤኒወይ እዚ ሕጂ ብኡ ገይረ ምስ ፋሕፋሕክዎ በቃ ብኡ ገይረ ዝነብሰይ በቃ ፅሩይ ኢሉ ማለት እዩ እዚ ክስታይ ማለት እቲ ልምፅ ኢሉ ነብሰይ ማለት እዩ ካብ መጠን ንላዕሊ ፈትየዮ ቀኒ እሱ ክጥቀም ቀኒ ማለት እዩ ካልእ ከዓኒ እዚ ቨነላ ባዲ ባረር ከዓኒ ካብ ትሪሃት ቅድሚ ሕጂ ድገዛእክዎ እዩ ነይሩ ኣርእየኪ ነይረ እሱ ገይረ ሽዑ ማለት እዩ እቲ ዘይቲ ገይረ እዚ ዘይቲ ተለኸ ማለት እዩ እሱ ምስ ገበር ምስ ካብኡ ምስ ወጻኹ ሽዑ ካብ ሻወር ምስ ወጻኹ እዚ ባዝሊን ኩሉ ግዜ ድርእየኪ ንዚ ባዝሊን ጽቡቕ እዚ ከዓ ጸጸኒሐ ከብሎ ከለኹ መመሊሰ ፈትዎ ማለት እዩ ካልእ ክትቀምሽ ፀንሕ መሊሰ ምስ ገበርኩ ከዓ ነብሲ ከዓ ልስልስ ደብሎ ፍላይ ሕጂ ከዓ ዊንተርን ፎልን ከዓ ስለ ዝመፅ ደሎ እዚ ባዝሊን ኦይል ከዓኒ ካብ መጠን ንላዕሊ ፅቡቅ እዩ ነብስካ ኣለስልስ ኣብሎ ማለት እዩ እሱ ገይረ ማለት እዩ ሽዑ ካብ ሻወር ውፅእ ምስ በልኩ እሱ ገይረ ድሓር እዚ ባዲ ባደር ገይረ ማለት እዩ ቫነላ ቫነላ ባዲ ባደር ገይረ ድሓር እዚ ባዲ ስፕሬይ ማለት እዩ እዚ ባዲ ስፕሬይ ከዓኒ እዚኣ ፓይናፕል ኤንድ ሸግለዋር እየ ክኒረ ቅድሚ ሕጂ ካብ ቪክቶሪያ ሴክሬት ዝገዛእኹ ከዓኒ በቃ ፈትየዮ ቀኒየ ስቅ ኢለ ኣብቲ ጥቃ ኢድ ኣብቲ ባዝሩም ገይረ ኖርማል ክሕጸብ ከለኩ ገዛ ገለ ከውን ከለኩ እየ ዝገብሮ ነይረ ሕጂ ንስራሕ ክገብሮ ቀንየ ዋላ ክወጽእ ከለኩ ክገብሮ ቀንየ እዚ ከዓኒ እዚ ፓይናፕል ማለት እዚ ፍሩይቲ ዓይነት በቃ ሓወሰ ክገብሮስ ብጣዕሚ ፈትየ ማለት እዩ በዚ ምስ ተሓፀብኩ እዚታት ማለት እዩ እዚ እዚ ፓይናፕል ን ሸባረር ድብል ባዲ ስፕሬይ እሱ ከዓ ካብ መጠን ንላዕሊ ፈትየ ማለት እዩ ካልእ ከዓኒ ናይ ናይ ሚክስ ዝገብሮ ቀኒ ከዓ

ክድቅስ ከሎ ከ እጥቀመሉ እንድሕር ኖርማል ቀትሪ ኮይኑ ከዓ ዘይቲ ገይረ ድሓር እዚ ገብር ማለት እዩ ኩሉ ግዜ ዝገዝኦ ሕጂ ከዓ ሓድሽ ብቐዳይ ገዚኦ ማለት እዩ 24 ኣወርስ ሞይስቸራይዝ ባዲ ሎሽን እዚ ኤኦኤስ ብጣዕሚ ኩሉ ሰብ ተዛረበሉ ቅድሚ ሕጂ ኣርእየኪ ነይረ ካብ መጠን ንላዕሊ ፅቡቅ ሎሽን እዚ ከዓ በቃ እዚ ጌርካ ጨና ከም ዝገበርካ ከዓ ብጣዕሚ የጥዕሞ ማለት እዩ ድሓር እሱ ገይረ ሎሽን ምስ ገበርኩ እታ ጨና ብዚኣ ገይረ በቃ እዚ ፊፊፍ ተብለሉ ዝኾነ ዓይነት ጨና ትልከ ማለት እዩ ካብ መጠን ንላዕሊ ፅቡቕ ካብ መጠን ንላዕሊ ፈተዮ ይቐኒ ሃለ ከዓኒ እዚኣ ጉቺ ከዓ እዚኣ ጉቺ ሓዳሽ ጉቺ ጨና ከዓ ገዜ እያ ማለት እዩ ጉቺ ፍሎራ ጉቺ ኣክቹዋሊ ናይ ጉቺ ጨና ብዙሕ ኣይፈትወን እየ ነይረ እቲ ካልእ ዓይነት ግሪን እቲ ፒንክ ገለ ዝነበረ እዚኣ ብጫ ግን ፅቡቕ ረቪው ስለ ዘለዋ እዚኣ ብጫ ጉቺ ማለት እዩ እዛ ፍሎራ ተሓዳሽ ኣይ ቲንክ ወርሒ ድያ ክልተ ወርሒ ገይራ ካብ ትወፅእ ኦ ማይ ጋድ ካብ መጠን ንላዕሊ እዚኣ በቃ ጥዕምቲ ጨና ማለት እዩ ካብ መጠን ንላዕሊ እየ ፈተያ ብቐዳማይ ፈቲንያ ነይረ ምስ ከድኩ ኣብቲ ሲፎራ ማለት እዩ ሕጂ ከዓኒ በቃ ክገዛኦ ከለኹ ከዓ በቃ ክስታይ ምስ ፈቲንያ ኮለል ኮለል ምስ በልኩ ከምቲ ድብለክን እዚኣ ከዓ ካብ መጠን ንላዕሊ ፅብቕቲ ፅብቕቲ ጨና እያ እታ ንእሽተይ ገዚኣ ምክንያቱ ኣብ ቦርሳይ ገለ ከእትዎ ስለ ዝደለኹ ንእሽተይ ከኣላ ካብዚ እቲ ክስታይ ትገብሮ ግን ዕብይ ክትብለለይ ኢለ እዚኣ ጉቺ እዚኣ ገዚኤያ ኣለኹ ማለት እዩ እዚኣ ሕጂ ከይትክን ጨኒኽና ኣብቲ ስቶር እንድሕር ገዚእኽናኣ እዚ ጉቺ እዚኣ ካብቲ ካልእ ጉቺታት እንድሕር ፈቲንክንኦ ነይርክን ኮንክን እዚኣ ጉቺ ፍሎራ እዛ ሓዳሽ ዝመፀት ቨነላ ገለ ኣለዋ ኖትስ እቲ ኖትስ እንታይ እንታይ ደለዋ ኢለ ነታ ሲፎራ ክስታይ ትብል ሰራሕተኛ ሓታ ነይረ ኣብኡ ኮይነ ሪኦ ነይረ ዋላ ክትሪኦ ትኽእላ ኢኽን እንታይ እንታይ ከም ደለዎ ቨነላ ከ ኣለዎ እሳን ጌርክን እዚኣን ጌርክን እዚኤን ጌርክን ሰለስቲኤን ሙሉ መዓልቲ ቨነላ ክንጨኖ ንውዕል ማለት እዩ እዚኤን ሰለስቲኤን ሓዊስክን ማለት እዩ እቲ ዘይቲ ከዓ እታ ደረኣኹን ንእሽተይ ዘይቲ ኦይል ከዓኒ ኣብቲ ዲስክሪፕሽን ባክስ ገብረልክን እየ እንድሕቲ ደልያ ኮንክን ኩሉ እዚ ትሪኦ ዘለኽን ገብረልክን ንኽእል እዚ ግን ብቐዳማይ ርእየክን ነይረ እዚ ቨነላ ሮማንስ ትብል ብቐዳማይ ካብ ባዝ ኤንድ ባዲ ወርክስ ዝገዛእኽዋ ከዓኒ እዚኣ ባዲ ስፕሬይ ማለት እዩ ሕጂ ዝነዊሕ ደፅንሓካ እንተሓዋወስካ ክስታይ ትገብር ማለት እዩ ምስ ካልእ ጨናፍታ እንዳገበርካ ሓዊስካ ክትልከዮ ከለካ እቲ ጨና ናቱ ገለ ዓይነት ጨና ፈጥሩ እሞ ካብ መጠን ንላዕሊ ፅቡቅ ፅቡቅ ትጨኑ ማለት እዩ ከም እዚኣ ግን እዚኣ ቡቺ ግን ብጣዕሚ ብጣዕሚ ብጣዕሚ እየ ፈትያ ድሕር ቡቺ ክትገዝኣ ደሊኽን ፈትኖኦ ምፍታ ምፍታን ግን እዚኣ ፍረ እዚኣ ግን ብጣዕሚ ፅቡቅ ፅቡቅ ረቪው ዘለዋ ምስ ሓዳሽ ምስ ወፀት ኩሉ ሰብ ፈትዋ ምስ ፈተንኳ ከዓኒ ካብ መጠን ንላዕሊ ፈትያ እቲ ካልእ ጉቺ እቲ ከምዚ ዓይነት ከሎስ እዚ ፒንክ እቲ ገለ ብዙሕ ኣነ ኣይፈትዎን እዩ ነይረ እዚኣ ግን ካብ መጠን ንላዕሊ ጥዕምቲ ጨና እያ ከምዚኣ ጌርና እዚኣ ናይ ጨና ሓዋዊስና ከምዚኣ ጌርና ሙሉ መዓልቲ በነና ክንጨኑ ንውዕል ማለት እዩ እንደገና ከዓኒ እቲ ፍሩይቲ ፍሩይቲ ከዓ ደስ ዝብለካ ካብ መጠን ንላዕሊ በቃ ፅቡቅ ጨና ክንጨኑ ንውዕል ናይ ሎማዓንቲ ቪድዮ እዚኣ ትመስል ኣብቲ ዲስክሪፕሽን ባክስ ክፅሕፈልክን እዩ ብቀዳይ ዝፀሓፍኩ ቅድሚ ሕጂ ስለ ዝርእየክን ኩሉ ግዜ ኢለ እየ ግን ሓደ ሕደ ኣሕዋተይ ሓቲትክና ንቤት ዝቀንየለን ቀን ሓደ ሓደ ግዜ ከዓ ፖስት ምስ ገበርኩ በቃ ዕርፍ ከብል ክስታይ ይደሊ ማለት እዩ ሓደ ሓደ ግዜ ሙሉ መዓልቲ ከምዚ ኣብ ቴሌፎን ገለ ክስታይ ክብል ዕረፍ ትወስድ ማለት እዩ ካብዚ ምስ ክስታይ ሰሪሐ ገለ ፖስት ምስ ገበርኩ ብኸምኡ እየ ክንደይ ሙለስክልክን ሕማተይ እቲ ድሌክን ግን ክፅሕፈልክን እየ ከምቲ ኩሉ ግዜ ማለት እዩ እስካብ ሕጂ ሪኢኽን እንድሕር ኮንክን ሳብስክራይብ እንድሕር ዘይገበርክን ሳብስክራይብ ከይገበርክን ኣይትውፃእ ላይክ ከኣ ግበሩ ኦኬ ላይክ ከይገበርክን ኣይትውጻ ካብ መጠን ንላዕሊ እየ ደመስግነክን ኣብ ቀጻሊ ብካልእ ክሳብ ንራኸብ ከኣ ብሰላም የራኽበና ባይ